ካብ ሃብቲ ካብ ዓወት ካብ ፍቕሪ መኖም ምመረጽካ ሎማዓንቲ ካብዚኦም ሰለስተ እዚኦም ምርጫ ተትወሃቡ ኔርኩም ወይ ምርጫ ተትወሃቢ ወይ ምርጫ ተትወሃብ ኔርካ ንመኖም ምመረጽካ ንኣቶ ሃብቲ ዶ ንኣቶ ፍቕሪ ዶ ንኣቶ ዓወት ንመኖም ምመረጽካ ዕዉት ሰብ ዲኻ ክትከውን ትደሊ ወላ ፈቃር ሰብ ዲኻ ክትከውን ትደሊ ወይስ ሃብታም ሰብ ክትከውን ኣየናይ እዮም ምመረጽካ ኔርካ? ሓንቲ ስቶሪላ መብዛሕትኦም ሰሚዕኩማ ክትኮኑ ትኽእሉ ኢኹም። ዝፈትዋ ስቶሪ ኩሉ ግዜ ኣብ ርእሰይ ትማላለስ ስቶሪላ ማለት እዩ። ንሳ እንታይ እያ? ሓደ ግዜ ሰለስተ ሰብኡት ኣብ ሓደ ዓዲ ይኸዱ እሞ ኣብቲ ዓዲ ምሸት ይመስዮም። ምሸት ምስ መሰዮም ኣብ ኣፍደገ ናይ ሓደ ሰብ ኮፍ ይብሉ ማለት እዩ። ኮፍ ምስ በሉ ወዮ ሰበይቲ ንገዛ እናእተወት ከለት ትርእዮም ማለት ሰስዮም። ኣቱም ሰባት እንታወት ዝኾንኩም ኢኹም ትብሎም። ሰላም ኢላ እንታወት ምዃኖም ምስ ሓተተቶም እንታይ ይብላ እቲ ሓደ ኣነ እቲ ስኢሉ ንሕና ሰለስቴና ኣቶ ዓወት ዓወት ዝበሃል እዚ እዚ ንሕር ከይዱ ምሳኺ ሶሪ እንታይ ትብሎ እምባ እንታወ ዝኾንኩም ሰባት ምሸት ምድረ ንዕናይ ገዛ ምሳይ እተው ትብሎም ማለት እዩ ሽዑ ሓደ ካብኦም እቲ ስኢሉ ካብቶም ዓበይቲ ሰብኡት እዚ ዓወት ይበሃል እዚ ንሕር ኣትዩ ገዛኺ ገዛኹም ዓወት ንዓወት ክኸውን ክትዕወት ኢኹም ኣብ ብዙሕ ነገራት ይብላ ማለት እዩ እዚ ከዓ ኣቶ ሃብቲ ይበሃል እዚ ንሕር ኣትዩ ገዛኹም ብሃብቲ ክተዕለቕልቓ ገዛኹም ይብላ ማለት እዩ። ኣነ ከኣ ፍቕሪ ይበሃል እንድሕር ገዛኹም መጺኤ ብፍቕሪ ክትመልኣ ገዛኹም ይብላ ማለት እዩ። ሰበይቲ ቁሩብ ኮንፊዝ ከይና ዋእ እሞ ንዑናይ ኩላኹም ትብሎም ኖኖኖኖ ኩላትና ኣይንኣትውና ሓደ ካባና እዩ ዝኣቱ ይብላ ማለት እዩ። ሶ በሉ ንሰብኣየይ ክማኸር ኢላ ናብ ሰብኣያ ከይዳ ገዛ ትኣቱ ማለት እዩ። ኣብ ገዛ ምስ ኣተወት ሰለስተ ሰብኡት ረኺበሲ ሰለስቲኦም ከኣ በበይንና ኢና ንኣቱ እምበር ብሓንሳብ ኣይንኣትውን ኢና ሕጊ ኣለና ስለዚ ንመን ክንዕድም ኣቶ ሃብታይ ኣቶ ፍቅሪ ኣቶ ሓጎስ እዮም ድበሃሉ ሰለስቲኦም ሲ ፍቅርን ሓጎስን ሶሪ ፍቅርን ዓወትን ሓጎስን እዮም ዝብሃሉ ንመን ክነእቱ ይብላ ሰብኣይ ወዮ ጽምእናይ ዓወት ጸኒሕዎ ዓወት ኣምጽኦ ኣቶ ዓወት ኣምጽኦ ክንዕወት ንደሊ ኣለና ብላ ማለት ሰበይቲ ከዓ ጽምእናይ ሃብቲ ጸኒዕዋ ዋ እሞ ሃብቲ ዘይነምጽእ ትብል ማለት እዩ ሕጂ ድሕሪ ቁሩብ ዲስካሽን ወይ ዝርርብ ድሕሪ ምግባሮም እሞ ፍቅሪ ድሓን ነምጽእ እንታይ ገድሽና ዘይንፋቀር ኢሎም ከይዶም በሉ ኣቶ ፍቕሪ መን እዩሞ ካባኹም ኢልዎ ኣነ ኢላቶም በል ፍቕሪ ንዓ እቶ ምሳና ገዛና እቶ ፍቕሪ ምሳና ክተምሲ መሪጽናካ ኣለና ኢላቶ ፍቕሪ ምስ መረጸቶ ሓፍ ምስ በለ ክልቲኦም ካደ ድሕሪኡ ሓፍ ኢሎም ዋእ ሆልዶን ኢላቶም ጽኑሕሞ ሓንሳብ ምሽ በብሓደ ኢና ንኣቱ ኢልኩምኒ ስለምንታይ ደኣ ሰለሰኹም ትመጹ ኣለኹም ኖእ ኣብቲ ፍቕሪ ዝኸዶ ኩላትና ኢና ንስዕቦ ዓወት ተትመርጺ ነርኪ ክልተ በይኑ ምወሰድክዮ ኔርኪ ወይ ሃብቲ ተትመርጺ ኔርኪ በይኑ ምሰዓብክዮ ኔርኪ ፍቅሪ ሰለ ዝመረጽኪ ግን ክልቴና ደድሕሪኡ ክንከይድ ግዴታና እዩ ከምኡ እዩ ዝብል እቲ ሕግና ኢልዋ ማለት እዩ ኣብቲ ፍቅሪ ዘለዎ ዓወትን ሃብትን ኣሎ ናትኩም ርእይቶ ከ እንታይ ይመስል ኣብ ኮመንት ጸሓፉለይ ክጽበየኩም እየ ስለ ምክትታልኩም የመስግን ስለቲ ተሕልፈቲኹማ ድማ እዚይ ናብ ኩሉ ሰብ ክበጽሕ ሸር ግበርዎ ሰላም መዓልቲ ቴንኪው